ድሕሪዚ ዓርኩ ውን ከምዚ ትሪእዎ ዘለኹም ብስንባደ ኣብ ጥቅኡ ክወድቅ ኪኢሉ ማለት እዩ። ሰላም ከመይ ትኾኑ ጋይስ ሎማዓንትኻ ሕጽር ዝበሉ ኣገደስቲ ሓበሬታ ክነግረኩም እየ ካብ ሳዋ ዝወጹ ሓበሬታ ዝምልከት ኣሎ ብዛዕባ እዚ ክንርኢ ኢና ከምኡ ውን ኣብ ግብጺ ዝተመረቁ ኤርትራውያን ዝምልከት ብዛዕባ እዚ ውን ክንርኢ ኢና ሕርቃን ትራምፕ ዘወስኖ ዘሎ ዝምልከትን ካልእ ሕጽር ሕጽር ዝበሉ ሓበሬታታትን ክንርኢ ኢና ክሳብ መወዳእታ ምሳይ ጽንሑ ከምቲ ልሙድ ላይክ ጌርኩም ጀምርዋ Let's go! Chipo Kafiri ኣብ ሰሙንዚ ካብ ዝነበሩ ዓበይቲ ዜናታት ፕረዚደንት ናይጀርያ ነበር ሙሓመድ ቡሃሪ ምዕራፉ ዝገልጽ ሓበሬታ እዩ። ወዲ ሰማንያን ክልተን ዓመት ቡሃሪ ኣብ ለንደን ዝርከብ ክሊኒክ ከም ዝሞተ ተገሊጹ ኣሎ። እዚ ፈለማ ብወተሃደራዊ መራሒ ከምኡ'ውን ቀጺሉ ብደሞክራስያዊ ኣገባብ ዝተመርጸ ፕረዚደንት ንኽልተ ተኸታታሊ እብረ ንዓባይ ሃገር ናይጀርያ ከም ዝመርሐ እዩ ዝፍለጥ። ሙሓመድ ቡሃሪ ኣብ ፖለቲካ ናይጀርያ ንነዊሕ እዋን ዘገልገለ ኣብ ታሪኽ እታ ሃገር ፍሉጥ ሰብ እዩ ነይሩ። ኣብ ሽሕን ትሽዓተ ሚእትን ሰማንያን ሰለስተን ብወተሃደራዊ ዕልዋ መንግስቲ ስልጣን ሒዙ ክሳብ ሽሕን ትሽዓተ ሚእትን ሰማንያን ሓሙሽተን ነታ ሃገር ኣመሓዲሩ። ኣብ እዋኑ'ውን ብሓያል ጸረ ግዕዝይና'ዩ ዝፍለጥ ነይሩ። ኣብ ፖለቲካ ተኣልዩ ድሕሪ ነዊሕ ዓመታት ናብ ፖለቲካ ዝተመልሰ ቡሃሪ፣ ድሕሪ ሰለስተ ፍሹል ፈተነታት ኣብ ክልተ ሽሕን ዓሰርተ ሸሞንተን ተዓዊቱ ማለት'ዩ። ታሪኻዊ ዝኾነ ዓወት'ውን ነይሩ። ኣብ ንመጀመርያ ግዜ ኣብ ናይጀርያ ንኣብ ስልጣኑ ዘሎ በሊጹ ዝተዓወተ ብምዃኑ'ዩ ተዓዊቱ። ኣብ ታሪኽ ናይጀርያ ከኣ ኣብ ስልጣኑ ዝነበረ ፕረዚደንት ካብ ምርጫ ተሳዒሩ ብሰላም ካብ ስልጣኑ ክለቅቕ እዚ ንፈለማ እዋኑ እዩ ነይሩ ማለት እዩ። ኣብ ስልጣኑ ኣብ ክልተ ሽሕን ዓሰርተ ሓሙሽተን ክሳብ ክልተ ሽሕን ዕስራን ሰለስተን ኣንጻር ግዕዝይና ብርቱዕ ወፍሪ ምክያዱ ንቡሃሪ ይፍለጥ፣ ንቦኮ ሓራምን ካልእ ጸጥታዊ ብድሆታትን ተቓሊሱ፣ ቁጠባዊ ጸገማትን ጥዕናዊ ጸገማትን ኣብ ምምካት እውን ሰሪሑ እዩ። ኣብ ግንቦት ክልተ ሽሕን ዕስራን ሰለስተን ብሰላም ንፕረዚደንት ቦላ ኣሕመድ ቲኑብ ስልጣኑ ድሕሪ ምርካቡ

ኣብ ዋይት ሃውስ ከምኡ'ውን ፍሉይ ልኡኽ ኣሜሪካ ንዩክሬን ኪት ኬሎግንን ኣብ ኬቭ ይዘራረቡ ከምዘለዉ ይፍለጥ ኣሎ። ሩስያ ኣብ ወርሒ ለካቲት ክልተ ሽሕን ዕስራን ክልተን ንዩክሬን ካብ እትወርር ንደሓር፣ ምዕራባውያን ሃገራት ንዩክሬን ልዕሊ ክልተ ሚእትን ሓምሳን ቢልዮን ዶላር ወተሃደራዊ ሓገዝ ከምኡ'ውን ሰብኣውን ፋይናንሳውን ሓገዝ ከምዘበርከታ'ዩ ዝግመን። ናብ ቀላሕ ብሪታ ሚኒስትሪ ዜና ኣብ ግብጺ ዝተፈላለዩ ናይ ሜድያ ፕሮፌሽን ከምህሮም ዝጸንሐ ኣባላቱ ኣመሪቑ ዝብል ሓበሬታ እዩ። እዚ ትማሊ ዓሰርተ ኣርባዕተ ሓምለ ክልተ ሽሕን ዕስራን ሓሙሽተን ሚኒስትሪ ዜና ኣብ ሓደ ካብቶም ዝዓበዩ ቤት ትምህርቲ ማስትሮ ሜድያ ኣካዳሚ ካይሮ ብዝተፈላለዩ ናይ ሜድያ ፕሮፌሽን ከምህሮም ዝጸንሐ ኣባላቱ ኣመሪቑ ኣሎ። እቶም ነቲ ትምህርቲ ዝተኸታተሉ ፍሉጣት ጋዜጠኛታት ኣገልግሎት ቴሌቪዥን ኤርትራን ከምኡውን ድምጺ ሓፋሽን ዝርከብዎም ኮይኖም ብጋዜጠኝነት፣ ፕሮድካስቲንግ ከምኡ ድማ ዲጂታላዊ ሜድያ ዘጠቓለለ ዝተፈላለየ ሞያ እዮም ሰልጢኖም ዘለዉ። ናብ ካልእ ሓበሬታ ብዛዕባ ናይ ሳዋ ዝምልከት እዩ። ኣብ ዓመተ ትምህርቲ ክልተ ሽሕን ዕስራን ኣርባዕተን ዕስራን ሓሙሽተን ወተሃደራዊ ታዕሊምን ናይ ዓሰርተ ክልተ ክፍሊ ትምህርትን ንምክትታል ናብ ሳዋ ዝወረዱ ተመሃሮ ኣባላት ሰላሳን ሸውዓተን ዙርያ ሃገራዊ ኣገልግሎት ሳዋ ውጽኢት መርመራ ወይ ፈተና ማትሪክ ተነጊርዎም ኣሎ። እዚ ትማሊ ሶኑይ ዓሰርተ ኣርባዕተ ሓምለ ክልተ ሽሕን ዕስራን ሓሙሽተን ተማሃሮ ኣባላት ሰላሳን ሸውዓተን ዙርያ ሳዋ ውጽኢት ሃገራዊ መርመራ ካልኣይ ደረጃ ማለት ማትሪክ ናይ ዓመተ ትምህርቲ ክልተ ሽሕን ዕስራን ኣርባዕተን ዕስራን ሓሙሽተን ብወግዒ ተነጊርዎም ኣሎ። ኣብ ጠቕላላ ካብቲ ፈተና ተሳተፍቲ። ሓምሳ ፐርሰንት ደቂ ኣንስትዮ ካብ ዝርከብኦም ዕስራን ኣርባዕተን ሽሕን ቴስዓን ክልተን ነይሮም፣ ብጠቕላላ እቶም ተምሃሮ ማለት እዩ። ካብዚኦም እቶም ዓሰርተ ክልተ ነጥቢ ክልተ ፐርሰንት ማለት ኣስታት ሰለስተ ሽሕ ተምሃሮ ናይ ዲግሪ መሕለፊ ነጥቢ ከምጽኡ እንከለዉ፣ ሸውዓተ ነጥቢ ሓምሳን ትሽዓተን ፐርሰንት ወይ ከኣ ኣስታት ሽሕን ሸሞንተ ሚእትን ሓምሳን ድማ ናይ ዲፕሎማ ነጥቢ ምምጽኦም ክፍለጥ ተኻኢሉ ኣሎ። እዚ ማለት ድማ ብጠቕላላ ኣስታት ኣርባዕተ ሽሕን ሸሞንተ ሚእትን ተመሃሮ እዮም እቶም ነጥቢ ምጺኦም ዘለዉ ወይ ከኣ ኣስታት ኣርባዕተ ሽሕን ሸሞንተ ሚእትን ተመሃሮ ብጠቕላላ ናብ ላዕለዋይ ትካል ትምህርቲ ክጽንበሩ እዮም ማለት እዩ ኣርባዕተ ሽሕን ሸሞንተ ሚእትን ሰባት ካብ ዕስራን ኣርባዕተን ሽሕን ተስዓን ክልተን ማለት እዩ ካብ ዕስራን ኣርባዕተን ሽሕን ተስዓን ክልተን ኣርባዕተ ሽሕን ሸሞንተ ሚእትን ሰባት ነጥቢ ምጺኦም ክሓልፉ ክኢሎም ኣለዉ ናብ ካልእ ሓበሬታ ኣብዚ ሰሙን'ዚ ኣዛራቢት ዝነበረት ኣብ ቱርኪ ብፍላይ ኣብ ማሕበራዊ መራኸቢታት ናይ ቱርኪ ኣዛራቢት ዝነበረት ኣብ ቱርኪ ዘጋጠመ እዩ። እዚ ትሪእዎ ዘለኹም ኣብ ወንበር ተቐሚጡ ዘሎ ሰብኣይ ደሃዩ ንኽገብር እዚ ትሪእዎ ዘለኹም ናይ ነዊሕ ዓመት ዓርኩ ንነዊሕ ዓመት ዕርክነት ዘለዎ ማለት እዩ ካብ ግዜ ንእስነቶም ኣዕሩኽ እዮም ደሃዩ ንኽገብር መጺኡ እንተኾነ ግን ዓርኩ ይዛረብ የለን ይሰምዖ እውን የለን። ምኽንያቱ ወቕዕ ልቢ ስለ ዝነበሮ ብዛዕባኡ ፈልጥ ስለ ዝነበረ ዳሃዩ ንክገብር ኢሉ መጺኡ ከም ዝትሪእዎ ዘለኹም ከኣኒ ክመወት ክኢሉ ማለት እዩ ዓርኩ ድሕሪዚ ዓርኩ እውን ከም ዝትሪእዎ ዘለኹም ብስምባደ ኣብ ጥቕኡ ክወደቕ ክኢሉ ማለት እዩ ስለዚ ኣዝዩ ዘሕዝን እዩ ሞት ስለ ዝኾነ ኣዝዩ ዘሕዝን እዩ እቲ ሓደ ወገን ከዓኒ ብሓደ እዋን ናይ ነዊሕ ዓመት ዕሩኽ ወይ ከዓ ኣዝዮም ዝፋተው ዕሩኽ ኣብ ብሓደ እዋን ብሓደ ሰዓት ክሞቱ ምኽኣሎም ከዓ ኣዝዩ ዝገርም ነገር እዩ ዕርክነት ክሳብ መቓብር ብዝብል ኣርእሲ እዩ ነዛ ቪድዮ ኣብ ማሕበራዊ መራኸቢታት ቱርኪ ዝዝርግሕዋ ዘለዉ እንታይ ርእቶ ኣለኩም ኣብዛ ቪድዮ

ሰስ ጋይስ ኖማዓን ዝበልናዮ መደብ ዝመስል ኔሩ ክሳብ ዝቅጽል ሰላም።